ባህጊ ባህጊ ሰላም ኣብ ሂወተይ ዓወት ኣብ መንገደይ ክበጽሖ ትምኒተይ ዝኸበርኩምን ዝኸበርክንን ተኻታተልቲ መደብና ንሎሚ ሰንበት ዕስራን ሰለስተን ሕዳር ክልተ ሽሕን ዕስራን ሓሙሽተን ወሓጥዮ ተበልኩዋስ ትጎስሞ ብዝብል ኣርእስቲ ዝተዳለው ርእሰ ዓንቀጽ ክህልወና ኢዩ። ሓቢርኩምና ጽንሑ

ክቡራትን ክቡራንን ሰማዕትና ትውሕጦ እንተበልኩዋስ ትጎስሞ ብዝብል ኣርእስቲ ንሎሚ ዝተዳለወ ርእሰ ዓንቀጽ እነሆ። ዘቕርበልኩም ኣስገደት ምሕረትኣብ እየ። ኣብዘን ዝሓለፋ መዓልታት ፈደራላዊ መንግስቲ ኢትዮጵያ ኣብ ናይ ሓሙሽተ ዓመት ናይ ስራሕ ዕድሚኡ ሻድሻይ ኣኼባ ኣካይዱ ነይሩ። ኣብቲ ኣኼባ ካብ ዝተላዕለን ነዊሕ ግዜ ዝወሰደን ፈኸራ ዘይተፈልዮ መደረ ናብ ኤርትራ ዘተኮረ ነይሩ። ካብ ዝሓለፈ ክልተ ዓመታት ጀሚሩ ብኢትዮጵያ ናብ ኤርትራ ዝዓለመ ናይ ኣፍደገ ባሕሪ ተጠቃምነት ዘይኮነ ናብ ዋንነት ዘተኮረ ሕቶ እዩ ክቐርብ ጸኒሑ። እዚ ሕቶ እዚ ዓለም ለኻዊ ውዕላትን ስምምዓትን ዝጥሕስ፣ ንህዝቢ ኢትዮጵያን ኤርትራን ናብ ዘይወጽዎ ዓዘቕትን ድኽነትን ዘእቱ እውን እዩ። ልዕሊ ኩሉ ከኣ ልዑላውነትን ክብርን ኣባል ውድብ ሕቡራት ሃገራት ናይ ዝኾነት ኤርትራ ዝግህስ ምዃኑ ብዙሓት ወገናት ተገንዚቦምዎ ኣለዉ። ምግንዛብ ጥራይ ዘይኮነ፣ እቲ ኩነታት ካብ ክልቲኤን ሃገራት ሓሊፉ ኣህጉራውን ዘባውን ዘይምርግጋእ ስለ ዘስዕብ ካብዚ ሓደገኛ መንገዲ ንኽእደብ ክምሕጸኑ ዝጸንሑን ዘለዉን ብዙሓት እዮም። እንተኾነ ከምቲ ትውሕጦ እንተበልክዋስ ትጎስሞ ዝበሃል፣ ቅጥዒ ዝሰኣነ ህርፋን መንግስቲ ኢትዮጵያ ክዛይድ እንተዘይኮይኑ ናብ ንቡር ክምለስ ኣይተራእየን። መንግስቲ ኢትዮጵያ ኣብ ክንዲ ነቲ ክወሃቦ ዝጸንሐ ምኽሪ ይኹን ምሕጽንታ ኣብ ግምት ብምእታው ሃዲኡ ምሕሳብ ነቲ ፈኸራን ምፍርራሕን ይቕጽሎ ኣሎ። እቲ በብጊዚኡ ዘቕርቦ ዘሎ ጸብጺብካ ዝውዳእ'ኳ እንተዘይኮነ፣ ካብ ናይ ቀረባ ጊዜ ሸንዳሕዳሑ ኣብነት ምጥቃስ ይከኣል'ዩ። ቀዳማይ ሚኒስተር ኣብይ ኣሕመድ ኣብ ናይ ዕስራን ሸሞንተን ጥቅምቲ ክልተ ሽሕን ዕስራን ሓሙሽተን ውዕሎ ፓርላማ፣ ወደብ ክንስእን ዝወሰነ ናይ ኢትዮጵያ ፓርላማ፣ ካቢነን ህዝብን የለን ክንስእኖ ሰላሳ ዓመታት ዝወሰደልና ክንመልሶ ክንድኡ ኣይክወስደልናን እዩ። ኣብ ኣዲስ ኣበባ፣ ኣስመራን ዓሰበን ምስ ኢሳይያስ ኣብ ዝተራኸብናሉ ዘልዓልኩሉ ብዛዕባ ዓሰብ እዩ። ንወደብ ዝምልከት ኣብ መጽሓፍ መደመር ኣስፊረ ንኢሳይያስ ብመልክዕ ገጸ በረኸት ሂበዮ እየ። ኢትዮጵያ ተዓጽያ ከምዘይትነብር ሚልዮን ሚእታዊ ርግጸኛ እየ። ከሰማምዑና ዝሓተትናዮም ዝተፈላለዩ መንግስታት ቅልጡፍ መልሲ ኣይሃቡናን። እንተኾነ ቀይሕ ባሕሪ ንኢትዮጵያ ኣይግባእን'ዩ ዝብል ኣይሰማዕናን ዝብል ርእይቶ ብምንጽብራቕ፣ ልዑላውነት ኤርትራ ካብ ምግሃስ ንድሕሪት ከምዘይብል ነቲ ብጣቕዒት ዘሰነዮ ፓርላማ ቃል ኣትዩሉ። ሓለቓ ስታፍ ሰራዊት ኢትዮጵያ ፊልድ ማርሻል ብርሃኑ ጁላ፣ ገለልቻ፣ ኣብ መበል ሚእትን ዓሰርተ ሸሞንተን ዓመት ምምስራት ሰራዊት ኢትዮጵያ ሰላም፣ ልምዓትን ኣፍደገ ባሕርን የድልየና ኣሎ፣ ነዚ ድማ ብቦሌ ወይ ብባሌ ከነረጋግጾ ኢና፣ ክልተ ሚእቲ ሚልዮን ህዝቢ ብኽልተ ሚልዮን ኣይዕገትን እዩ ክብል ተሰሚዑ። እቲ ቦሌን ባሌን ዝብል ብሕጊ ይኹን ብሓይሊ ዝብል ሓሳብ ንምንፅብራቕ ዝተጠቕመሉ ይመስል። ኮርፖሬሽን መንገዲ ባቡር ኢትዮጵያ ብ ዕስራን ሓደን ጥቅምቲ ክልተ ሽሕን ዕስራን ሓሙሽተን ኣብ ዘቕረቦ መፃኢ ናይ ህንፀት ዓመታዊ ትልሙ ወደባት ሰሜን ኢትዮጵያ ዝኾና ምጽዋዕን ዓሰብን ምስ ወደብ ታጁራ ዘራኽብ ሓደ ነጥቢ ሓሙሽተ ቢልዮን ዶላር ወጻኢ ዝሓትት ፕሮጀክት ሒዝና ኣለና ዝብል ኣብ ትልሙ ከምዘስፈረ ኣብ ጋዜጣ ሪፖርተር ተሓቲሙ ተዘርጊሑ። ካብዚ ሓሊፉ ፈቐዶ ናይ ሰልፊ ብልጽግና መርበብ ሓበሬታን ማሕበራዊ ሚድያን ዝወናጨፉ ዘለዉ ጽሑፋት ተመሳሰልቲ እዮም። ብኣንጻር እዚ፣ ፈደራላዊ መንግስቲ ኢትዮጵያ ኣልዒልዎ ዘሎ ዛዕባ፣ ኣህጉራዊ ሕግታትን ልዑላውነት ኤርትራን ስለዝግህስ፣ ብዝሓለፉ መንግስታት ኢትዮጵያ ዝተፈጸሙ ጌጋታት ከይድገሙ ደኣ ትመሃረሎም እምበር፣ ተመሊስካ ክተፍርሶ ስለዘይከኣል፣ ኢትዮጵያ ኣፍደገ ባሕሪ ክትጥቀም እትኽእለሉ ብዘተን እንካን ሃባን ምስ ጎረባብታ ሃገራት ዝረጋገፅ ስለዝኾነ ብጎነፅ ኣፍደገ ባሕሪ ምውናን ኣይክኣልን ዩ። ምስዚ ኹሉ ግና ሰላማውን ዲሞክራሲያውን መንገዲ ንከተል ዝብሉ ግዱሳት ኢትዮጵያውያን ምህላዎም ክዝንጋዕ ዘይብሉ ዩ። ብሄራዊ ምንቅስቓስ ኣምሓራ፣ ኣብን፣ ወኪሉ ዝተመረጸ ዶክተር ደሳለን ጫኔ፣ ኣብዚ ናይ ዕስራን ሸሞንተን ጥቅምቲ ርክብ ፓርላማ ዝበሎ ናይዚ ኣብነት እዩ። ምናልባት ኢትዮጵያ ከምዚ ዝኣመሰለ ሕቶ ናይ ምልዓል መሰል እንተዝህልዋ እውን ምስቲ ኣብ ውሽጣ ተፈጢሩ ዘሎ ዕግርግራት ቀዳማይ ኣጀንዳኣ ምውናን ኣፍደገ ባሕርን ወደብን ክኸውን ፈጺሙ ግጉይ ናይ ቀዳምነት ኣቀማምጣ እዩ ዝብሉ ኢትዮጵያውያን እውን ድምጾም ይስማዕ ኣሎ። መንግስቲ ኢትዮጵያ ኣፍደገ ባሕሪ ኤርትራን ወደብ ዓሰብን ናይ ምውናን መሰል ኣለኒ ንምባል ዘቕርቦም መርትዖታት ብዙሓት ኮይኖም፣ ብመንጽር ዓለምለኻዊ ሕግታትን ተመክሮ ኣፍደገ ባሕሪ ናይ ዘይብለን ሃገራትን ክዕቀኑ እንከለዉ መሰረት ዘለዎም ኣይኮኑን። ካብዚኣቶም ሓደ፣ ካብቲ ባሕሪ ክሳብ ዶብ ኤርትራን ኢትዮጵያን ዘሎ ርሕቀት ካብ ሱሳ ክሳብ ሰማንያ ኪሎሜተር እዩ ዝብል ብብዝሒ ካብ ዝደጋገሙ እዩ። ሃገረ ሞልደቪያ ካብቲ ናይ ወደብ ኣገልግሎት እትረኽበሉ ኦደሳ ኦብላስት ዘለዋ ርሕቀት ክልተ ኪሎሜተራት ጥራይ እዩ። ሕቶኣ ዝመለሰትሉ መንገዲ ከኣ ልዝብን ዘተን እዩ። ብብዝሒ ህዝቢ ኣመሳሚስካ ዝቐርብ ኣጓጣጥ እውን ኣሎ። ይኹን እምበር ብዛዕባ እታ ሓደ ነጥቢ ሓደ ሽዱሽተ ትሽዓተ ሚልዮን ዘህዝባ እሞ ኢትዮጵያ ብዓለም ለኻዊ ሕጊ ተማእዚዛ ኣገልግሎት ወደብ ክትረኽበላ ዝጸንሐትን ዘላን ጅቡቲ ምሕሳብ እውን ምተገበኦ። ኣፍደገ ባሕሪ ስለ ዘይብልና ዕብየትና ተገዲቡ ዝበሃል ካልእ ኢትዮጵያውያን ክሓስብሉ ዝግበኦም እዩ። መጀመርያ ኢትዮጵያ ኣብ ግዜ መንግስቲ ኢህወደግ ብደረጃ ዓለም ካብተን ቅልጡፍ ዕብየት ዘርእያ ዝነበራ ሃገራት ተባሂላ ብኣብነት ትጥቀሰሉ ዝነበረት ኣፍደገ ባሕሪ ዘይብላ እንከላ ምዃኑ ምስትውዓል የድሊ። ካልእ ኣብ ምብራቕ ኣውሮጳ እትርከብ ሃገር ላክሰምበርግ ኣፍደገ ባሕሪ ዘይብላ ክንሳ፣ ኣብ ናይ ክልተ ሽሕን ዕስራን ሓሙሽተን ኣወሃህባ ደረጃ ብመንጽር ሓፈሻዊ ዘቤታዊ እቶት፣ GDP፣ ካብተን ቅድሚት ዝስርዓ ዓሰርተ ሃገራት ቁጽሪ ሓደ ኮይና ዘላ ምዃና ከጋናዝቡ ነዘኻኽሮም። ብወገን መንግስቲ ኢትዮጵያ ከምዚ ዝተጠቕሰ ክፍከር እንከሎ፣ ኣብ ኤርትራ ዘሎ ጉጅለ ምናልባት እቲ ኣብ ኢትዮጵያ ከይዱ ዘስምዖ ዝነበረ ልዑላዊ ክብሪ ዘይነበሮ ዘይእዱብ መደረታቱን ዘይግሉጽ ተግባራቱን ግዲ ሕፊርዎ፣ ብመንጽር'ቲ ህጹጽነት ናይ'ቲ ከይመጽእ ዘስግእ ዘሎ ውግእ ሕጂ'ውን ታሕቲ ታሕቲ እንተዘይኮይኑ ወግዓዊ ድምጹ ኣየስመዐን። ከምቲ ኢትዮጵያዊ ጀነራል ባጫ ደበሌ ኣብዚ ቀረባ ግዜ ኣቦይ ኢሳይያስ ዓሰብ ንህዝቢ ኢትዮጵያ ከም ዘካፍለና ኣፍ ልቡ እናሃረመ ደጊፍዎ እዩ ዝበሎ ንመራሕቲ ኢትዮጵያ የህርፍዎም ካብ ዘለዉ ሓደ እዚ ምዃኑ ዘይግመት ኣይኮነን። እንተ ህዝቢ ኤርትራ ኩሉቲ ምስ ኢሳይያስ ክገብርዎ ዝጸንሑ ዘይግሉጽ ሕሹኽሹኽ ዝምልከቶ ኣይኮነን። ናይ ሎሚ ርእሰ ዓንቀጽና ኣብዚ ይፍጸም። ኣብ ዝመጽእ ግዜ ብኻልእ ትሕዝቶ ክሳብ ንራኸብ ሰላም ቀን። ሰማዕትና ናይ ሎሚ መደብና ደቂ ዓደይ ሰላም ብሓበራ ካብ እትብል ዜማ ታረቀ ንሰናበተኩም ኣብ ዝመጽእ ሰንበት ብኻልእ ትሕዝቶ ክሳብ ንራኸብ